ሰላም ዝኸበርኩም ተዓዘብቲ ዕለታዊ ዜና ስፖርት ሒዘልኩም ቀሪበ ኣለኹ ንምክትታልኩም ብኽብሪ ይዕድም። ግጥማት ቻምፒዮን ካልኣይ ዲቪዥን ኩዕሶ እግሪ ዞባ ማእከል ትማሊ 25 ታሕሳስ ብክልተ ግጥማት ቀጺሉ ኣቐዲመ ንኡሳን ዞባታት ኣኽርያ ኣንጻር ሰንበሌን ናይ መወዳእታ ናይ ምድብ ጸወተን ኣካይደን ቅድሚ ዕረፍቲ ሰምበል ካብ ናትናኤል ጸጋይ ክልተ ሸቶ ካብ ያፌት መስፍን ድማ ሓንቲ ሸቶ ብምርካብ ነታ ካብ ኣቡበከር መሓመድ ሓንቲ ሸቶ ዝረኽበት ኣኽርያ ሰለስተ ብ ሓደ መሪሓ ንዕረፍቲ ኣትያ። ድሕሪ ዕረፍቲ ኣኽርያ ካብ ዮውሃንስ ብርሃነ ክልተ ሸቶታት ምውሳኻ ካብ ድሕሪት ተበጊሳ ምስ ሰምበል ማዕረ ሰለስተ ብ ሰለስተ ተፈላልያ። ቀጺለን ንዞባ ጸጸራት ኣንጻር ኣልታሕሪሬን ጸወተን ኣካይደን። ኣልታሕሪር ድሕሪ ዕረፍቲ ቀዲማ ኣብ መንገዲ ሜሮን ሪካርዶ መሪሕነት ዝሓዘትላ ሸቶ ኣመዝጊባ። ይኹን እምበር ጸጸራት ድሒራ ካብ ሚኬል ሮዳስን ሳይሞን በረኸትን ክልተ ሸቶ ብምምዝጋባ ካብ ድሕሪት ተበጊሳ ኣብ ልዕሊ ኣልታሕሪር ክልተ ብ ሓደ ተዓዊታ። ማንቸስተር ዩናይትድ ንኣከፋፋሊ ባየር ሙኒክ ጀርመናዊ ጆሽዋ ኪምች ንምፍራም ተገዳስነት የሕዲራ ከምዘላ ሳን ስፖርት ገሊጻ። ኣሰልጣኒ ማንቸስተር ዩናይትድ ኤሪክ ተን ሃግ ንምዕዳግ ዝተወሰነ ክፋል ማንቸስተር ዩናይትድ ብሰር ጂም ራትክሊፍ ተጠቒሙ ዝመጽእ ወርሒ ኣብ ዝኽፈት መስኮት ምስጋር ተጻወትቲ መስመር ምክፍፋሉ ከሕይል ከምዝደሊ ኣብ ዝግለጸሉ ዘሎ ሰዓት'ዩ ክለቡ ኣብ ልዕሊ ኪምች ተገዳስነት የሕዲራ። ማንቸስተር ዩናይትድ ኣብ መድረኽ ፕሪምየር ሊግ ካብ ብሉጻት ኣርባዕተ ብሸሞንተ ነጥቢ ድሒራ ሻምናይ ተርታ ተሰሪዓ ኣላ። ብመሰረት ክኢላ መስርሕ ምስጋር ተጻወቲ ኤክረም ኮኖር፣ ማንቸስተር ዩናይትድ ንዥየዥዋ ኪሚች ናይ ምፍራም ድሌት ከምዘለዋ ገሊጹ። ምውጻእ ኪሚች ኣብ ጥሪ ካብ ሙኒኽ ዘይመስል ኰይኑ ቀሪቡ እኳ እንተሎ፣ ኣብ ክራማት ግን ሓድሽ ብድሆ ንምግጣም ንምውጻእ ድሉው ክኸውን ከምዝኽእል ይግመት። ኪሚች ድሕሪ ምዛም እዚ ዓመተ ስፖርት ኣብ ህልዊ ጋንትኡ ሙኒኽ ናይ ሓደ ዓመት ኮንትራት ጥራይ'ዩ ክተርፎ። ዩናይትድ ነዚ ኣብ ዝተፈላለዩ ቦታታት ናይ ምጽዋት ዓቕሚ ዘለዎ ተጻዋታይ ዋንነታ ንምግባር ካብ ካልኦት ክለባት ውን ብድሆ ክጽበያ ምዃኑ ይንገር። ክለባት ሊቨርፑልን ማንቸስተር ሲቲን ውን ኣብ ነዊሕ እዋን ኣድነቕቲ ኪሚች ምዃነን ይፍለጥ። ኣሰልጣኒ ማንቸስተር ሲቲ ፔፕ ጓርድዮላ ኣሰልጣኒ ባየር ሙኒኽ ኣብ ዝነበረሉ ግዜ ንኪሚች ኣብ ትሕቲኡ ኣስሪሕዎ ምንባሩ ይዝከር። ባርሴሎና'ውን ካልእ ኣብ ልዕሊ ኪሚች ፍቕሪ ዘለዋ ጋንታ'ያ። መስመር ምክፋል ማንቸስተር ዩናይትድ ቅድሚ ዝመጽእ ዓመተ ውድድር ሰለስተ ካብ ኣባላቱ ከፋኑ ምዃኑ፣ ዝቕጽል ዓመተ ስፖርት እቲ መስመር ዝተፈለየ ገጽ ሒዙ ክመጽእ ከምዝኽእል'ዩ ግምታት ኣሎ። ኣብ ማንቸስተር ዩናይትድ ምህላዉ ተረሲዑ ዝርከብ ዶኒ ቫን ደ ቤክ፣ ካብ ባሕቲ ጥሪ ኣትሒዙ ብልቓሕ ምስ ጀርመናዊት ክለብ ኢንትራክ ፍራንክፈርት ክጻወት ድሮ ሕክምናዊ መርመራ ኣካይዱ ኣሎ። ፍራንክፈርት ብብቕዓት ቫን ደ ቤክ እንተተመሲጣ እውን ኣብ ክረምቲ ዓሰርተ ሰለስተ ሚልዮን ፓውንድ ከፊላ ቀዋሚ ኣባላ ናይ ምግባር ፍቓድ ረኺባ እያ። ብራዚላዊ ኣሳሪ ኣከፋፋሊ ዩናይትድ ካዝሚሮ እውን ካብ ክለባት ስዑዲ ዓረብ ህጡር መሃያ ዝሓዘለ ጻውዒት ይቐርበሉ ብምህላዉ፣ ክራማት ከይተጸበየ ኣብ ጥሪ ክፋኖ ካብ ዝኽእሉ መሳርዕ ዩናይትድ ሓደ'ዩ። ሳልሳይ ንመስመር ምክፋል ዩናይትድ ሓዲግዎ ዝኸይድ ዝሓለፈ ክረምቲ ብውዕል ሓደ ዓመት ልቓሕ ካብ ፊዮረንቲና ናብ ማንቸስተር ዩናይትድ ዝገዓዘ ሞሮካዊ ሶፍያን ኣምራባት'ዩ። ኣምራባት ዩናይትድ ብቐዋምነት ከተፈርሞ ክእምን ኣብ ዘይምኽኣሉ ድማ ድሕሪ ምዛም እዚ ዓመተ ስፖርት ተመሳጊኑ ካብታ ጋንታ ክፋኖ ትጽቢት ይግበረሉ። ቶተንሃም ኣብ ዕድጊ ቤልጁማዊ ኣከፋፋሊ ኣንትዌርፕ ኣርቱር ቨርምረን ንኣርሰናል በሊጻ ላዕለዋይ ኢድ ሒዛ ከምዘላ ተገሊጹ። ገና ኣብ ዓሰርተ ሸሞንተ ዓመቱ ዝርከብ ቨርምረን ዝሓለፈ ዓመት ክለቡ ኣንትዌርፕ ንሕሳን ሽዱሽተን ዓመታት ንፍለማ ግዜ ንፕሮሊግ ንኽትዕወት ካብቶም ዕዙዝ ተራ ዝተጻወቱ ኣባላታ ሓደ'ዩ። ኣብዚ ዓመተ ስፖርት ከም ኣርሰናል፣ ቸልሲን ቶተንሃምን ዝኣመሰላ ክለባት ልኡኻተን ናብ ቤልጁም ብምስዳድ ነዚ ብኣንድሬ ኢንየስታ ዝግለጽ ኣከፋፋሊ ኣብ ምክትታል ምጽንሐን ሳን ስፖርት ገሊጻ። ብዘይካዚ ቨርመረን ጠመተ ዓበይቲ ክለባት ባየር ሙኒኽ፣ ቦሩስያ ዶርትመንድን ባርሴሎናን ዓሊቡዎ ከምዘሎ ይንገር። ይኹን እምበር ቶተንሃም ከምቲ ንተኸላኻላያ ኡደይገ ካብ ኡዲኔዘ ዝፈረመትሉ መስርሕ ተጠቒማ ንቨርምረን ናብ ለንደን ንምግዓዝ ዝሓሸ መንገዲ ሸፊና ከምዘላ ተጋዊሑ። ቶተንሃም ቅድሚ ዓሰርተ ሸሞንተ ኣዋርሕ ንኡደይግ ከተፈርሞ እንከላ፣ ኣቐዲማ ዝበዝሐ ክፍሊት ማለት ዓሰርተ ሸሞንተ ሚልዮን ፓውንድ ከፊላ'ያ ኣካል ስፐርስ ገይራቶ። ቨርመረን ዛጊት ኣብ ዓሰርተ ሸሞንተ ዓመት ዕድሚኡ ንኣንትዌርፕ ኣብ ሰን ኣርባዕተ ግጥማት ወኪልዋ ኣሎ። ብዘይካ'ዚ እዚ ኣካፋሊ ሎሚ ዓመት ክለቡ ቅድሚ ካብ መድረኽ ቻምፕዮንስ ሊግ ምግላፋ ኣብ ኩሎም ናይ ምድብ ግጥማታ ብቐዋምነት ተሰሊፉ'ዩ። ክለቡ ኣንትዌር ንባርሴሎና ሰለስተ ብ ክልተ ኣብ ዝረትዐትሉ ግጥም'ውን ሓንቲ ሸቶ ኣመዝጊቡ ምንባሩ ዝዝከር እዩ። ኣብ ወርሒ ጥቅምቲ ጻውዒት ዓባይ ሃገራዊት ጋንታ ቤልጁም ዝረኸበ ቨርመረን፣ እታ ሃገራዊት ጋንታ ኣንጻር ኦስትርያ ኣብ ዘካየደቶ ግጥም ፋልማይ ኣህጉራዊ ግጥሙ ኣካይዱ እዩ። ቶተንሃም ንዕድጊ ቨርመረን ክሳብ ዕስራን ሓሙሽተን ሚልዮን ፓውንድ ወፍሪ ንምግባር ኣብ ተጠንቀቕ ከምዘላ ሳን ስፖርት ገሊጻ። ወኪል ጄሴ ሊንጋር ንዓሚሉ ፈረንሳዊት ጋንታ ከም ዝቐረበሉ ተገሊጹ። ናይ ቅድም ኣባል ሃገራዊት ጋንታ ኢንግሊዝ ሊንጋር ዝሓለፈ ዓመተ ስፖርት ካብ ኖቲንግሃም ፎረስት ድሕሪ ምፍላዩ ኣብዚ እዋን ናብ ዝኾነት ጋንታ ክሰጋገር ካብቶም ድሉዋት ዘለዉ ተጻወቲ'ዩ። ሊንጋር ብዘይ ዝኾነ ውዕል ምስ ክለባት ዌስትሃም፣ ኣል ኢቲፋቅን ዲሲ ዩናይትድን ናይ ፈተነ ግዜ ከሕልፍ ምጽንሑ ዝፍለጥ'ዩ። ፉቲ መርካቶ ዝተባህለት ማዕከን ዜና ከም ዝሓበረቶ፣ ሊንጋርድ ሊለ ብእትርከበን ብርክት ዝበላ ክለባት ይድለ ከም ዘሎ ገሊጻ። ሊንጋርድ ብቕልጡፍ ክለብ ምርካብ ካብ ዝብል ጥሙሕ ድሌቱ መሃይኡ ናብ ክልተ ሚእትን ሓምሳን ሽሕ ወርሓዊ ቀኒስዎ ከም ዘሎ ብመንገዲ ወኪሉ ገሊጹ'ሎ። ማንቸስተር ሲቲ ንናይ ክንፊ ኣጥቃዓይ ጂሮና ዳዘር ሳቪንሆ ንምፍራም ቅርብቲ ከምዘላ ኢጣልያዊ ኪላ መስርሕ ምስግጋር ተጻወቲ ፋብሪዝዮ ሮማኖ ገሊጹ። እዚ ብራዚላዊ ኮተቴ ካብ ትሮይስ ኣብ ጂሮና ብልቓሕ ኣብ ምጽዋት ከምዘሎ ይፍለጥ እዩ። ትሮይስን ጂሮናን ብማንቸስተር ሲቲ ብሓደ ኩባንያ ዝውነና ብምዃነን ግን ምስግጋር ሳቪንሆ ናብ ማንቸስተር ሲቲ ኣብ ዝሓጸረ ግዜ ተፈጻሚ ናይ ምዃን ተኽእሎኡ ዝለዓለ እዩ። ገለ ገለ ናይ ፕሪመር ሊግን ቡንደስሊጋን ክለባት ንሳቪንሆ ንምፍራም ክሳብ ሰላሳ ሚልዮን ፓውን ወጻኢታት ጌረን ማዕጾ ሲቲ ፉትቦል ግሩፕ ኣብ ምኩሕኳሕ ከም ዘለዋ'ውን ሮማኖዊስኪ ገሊጹ። እቲ ዝዓበየ ተኽእሎ ግን ሳቪንሆ ነዚ ዓመተ ውድድር ምስ ክለቡ ጂሮና ዛዚሙ ዝቕጽል ዓመት ናብ ማንቸስተር ሲቲ ምጽንባር ምዃኑ ፋብሪዝዮ ሮማኖ ግምታቱ ኣስፊሩ። ብጽሒት ማንቸስተር ዩናይትድ ዝገዝእ ዘሎ ጂም ራትክሊፍ መን እዩ? ሓደ ካብቶም ሃብታማት ዓባይ ብርጣንያ ዝኾነ ሰር ጂም ራትክሊፍ፣ ብዙሕ ተፈታውነት ዘይረኽቡ ትካላት ብምዕዳግ ብቢልዮናት ዝትመን ንግዲ ከቕውም ዝኸኣለ ቢልዮኔር እዩ። ሕጂ ድማ ኣብ ሓንቲ ካብተን ኣብ እንግሊዝ ኣዝየን ዝፍተዋ ክለባት ዝኾነት ማንቸስተር ዩናይትድ ዕስራን ሓሙሽተን ሚእታዊት ብጽሒት ንምዕዳግ ኣስታት ሓደ ነጥቢ ዕስራን ሓሙሽተን ቢልዮን ፓውንድ ዝግመት ውዕል ተሰማሚዑ ኣሎ። ዕስራ ግዜ ቻምፕዮን እንግሊዝ ዝኾነት ማንቸስተር ዩናይትድ፣ ኣብ ፕሪምየር ሊግ ዛሕቲላ ምህላዋ ይፍለጥ። ኣብዚ ዓመተ ስፖርት ኣብ ትሕቲ ኣሰልጣኒ ኤሪክ ተን ሃግ ኮይና ኣብ ካልኦት ውድድራት እውን ተባሪራ ኣላ። ብዓይኒ ቢዝነስ ግን እታ ጋንታ ኩሉ ግዜ ልዑል ዋጋ ኣለዋ። ኣብ መላእ ዓለም ብዝሒ ደገፍታ ወትሩ ምስ ወሰኸ እዩ። መስራቲ ኩባንያ ኢኒዎስ ኣብ ነዳዲ፣ ኪሚካላትን ካልእን ዝነጥፍ ገዚፍ ኩባንያ ጂም ራትክሊፍ ንመጀመርያ ግዜ ኣብ ጥሪ እዩ ስድራቤት ግሌዘር ንመሸጣ ይሓስቡ ከምዘለዉ ድሕሪ ምግላጾም ኣብታ ጋንታ ብጽሒት ክገዝእ ድሌት ከምዘለዎ ዘእንፈተ። ስድራ ቤት ግሌዘር ኣብታ ሰር ኣሌክስ ፈርጉሰን ኣብ ክልተ ሽሕን ዓሰርተ ሰለስተን ብጥሮታ ካብ ዝእለ ንደሓር ሰንከልከል ትብል ዘላ ጋንታ እኹል ወፍሪ ኣይገበረን ብዝብል ክንቀፍ ጸኒሑ ኣሎ። ዋንጫ ካራባኦ ካፕ ክልተ ሽሕን ዕስራን ክልተን ዕስራን ሰለስተን ቅድሚ ምዕታራ ካብ ክልተ ሽሕን ዓሰርተ ሸውዓተን ነጀ ዋንጫ ኣይረኸበትን። ሰር ጂም ራትክሊፍ ክሳብ ቀረባ እዋን ካብ ወናኒ ባንክ ቀጠር ሸኽ ጃስም ቢን ሓመድ ኣል ታኒ ከቢድ ውርድር ጨረታ ይገጥሞ ነይሩ። ኣብ ቀረባ ግዜ ግን እቲ ቀጠራዊ ካብቲ ውርድር ብምንሳሓቡ ንጂም ባይታ ፈጢርሉ። ኣብ ዓባይ ማንቸስተር ዝተወልደ ሰር ጂም ካብ ግዜ ቁልዕነቱ ጀሚሩ ደጋፊ ዩናይትድ ምዃኑ'ዩ ዝንገረሉ። ብተሪር ናይ ምክርኻር መርገጺኡ ዝፍለጥ እዚ ቢልዮነር ኣብ ሓደ እዋን ብማሕበራት ሰራሕተኛታት ዶክተር ኖ ተባሂሉ ይጽዋዕ ነይሩ። መጽሔት ፎርብስ ንሃብቱ ኣስታት ዓሰርተ ሸሞንተ ቢልዮን ዶላር ወይ ድማ ዓሰርተ ሓሙሽተ ነጥቢ ሸሞንተ ቢልዮን ፓውንድ ክግምቶ እንከሎ፣ ኣብ ዓባይ ብርጣንያ ካልኣይ ዝሃብተመ ሰብ ምዃኑ ዝገልጽ ዝርዝር ሃብታማት ሳንደይ ታይምስ ድማ ሃብቱ ናብ ሰላሳ ቢልዮን ፓውን ከም ዝቐረበ የመልክት። ሰር ጂም ኩሉ ዘፍርዮ ከሚካላትን ጥረ ነገራትን ዳርጋ ናብ ኩሉ መዓልታዊ እንትንክፎ ነገራት ዝኣቱ ኢኒዮስ ዝተበሃለ ኩባንያ ፈጢሩ። ኣብ ዕስራን ትሽዓተን ሃገራት ኣብ ዝርከቡ ሚእትን ተስዓን ኣርባዕተን ትካላት እቲ ኩባንያ ኣስታት ሓምሳ ሚልዮን ፓውን መሸጣ ዘካይድ ኮይኑ ልዕሊ ዕስራን ሽዱሽተን ሽሕ ሰባት ድማ ቆጺሩ የስርሕ። ዘፍርዮም ጥረ ነገራት ድማ ካብ መዐሸጊ ናሸቃቅ ናውቲ፣ መድሃኒትን መግብን ክሳብ ሞባይልን ኣቑሑት ገዛን ኣብ ኩሉ የገልግሉ። ሰር ጂም ወትሩ ኣብ ከሚካላትን ኢንዱስትሪን እዩ ዝነጥፍ። ኣብ ሽሕን ትሽዓተን ሰብዓን ኣርባዕተን ካብ ዩኒቨርሲቲ በርሚንግሃም ብከሚካል ምህንድስና ድሕሪ ምምራቑ ኣብ ትካላት ነዳዲ ቢፕን ኤሶን ንብዙሕ ዓመታት ኣገልጊሉ። ድሕሪኡ ኣብ ሽሕን ትሽዓተን ሰማንያን ትሽዓተን ኣብ ኣድቨንት ኢንተርናሽናል ሓደ ካብቶም ዝዓበዩን ዝነውሐ ግዜ ዘገልገሉን ነጻ ናይ ብሕቲ ምዕሩይነትን ሽርክነታትን ብዛዕባ ውዑላት ምፍጻም ምሂሩ። ቀጺሉ ንሱን ብጻዩን ነጋዳይ ጆን ሆሊውድን ኣብ ሽሕን ትሽዓተ ሚእቲ ትስዓን ክልተን ኣብ ከባቢ ሳውዝሃምፕተን ዝርከብ ክፍሊ ከሚካል ቢፒ ብሪትሽ ፔትሮሊም ብ ኣርብዓ ሚልዮን ፓውንድ ዓዲጎሞ። እቲ ኢንስፐክ ዝተባህለ ትካል ንግዲ ቀጺሉ ኣብ ኣንትዌር ቤልጁም ዝርከብ ናይ ቢፒ ፍሉይ ትካል ከሚካል ወኒንዎ። ብድሕሪዚ ሰር ጂም ራትክሊፍ ኣብ ሽሕን ትሽዓተ ሚእቲ ተስዓን ሸሞንተን ናይ ገዛእ ርእሱ ትካል ኢኒዮስ ብምምስራት ወጺኡ። እዚ ኩባንያ ድማ ነቲ ናይ ቤልጁም ትካል ብሰማንያን ትሽዓተን ሚልዮን ፓውን ዓዲጉ ጠቕሊሉዎ። ካብ ሽዑ ጀሚሩ ኢኒዎስ ገዚፍ ማእከል ከሚካል ክኸውን በቒዑ። ኣብ ዝሓለፉ ዓመታት ንግዳዊ ሸውሃት ሰር ጂም ካብ ከሚካላት ኣርሒቑ ኣሎ። ነታ ኣብ ክልተ ሽሕን ዓሰርተ ሽዱሽተን ምፍራይ ዘቋረጸት ላንድ ሮቨር ዲፈንደር መሰረት ብዝገበረት ሓዳስ መኪና ንምስራሕ መደብ ከምዘሎ ድማ ኣፍሊጡ። ይኹን እምበር ኣብ ክልተ ሽሕን ዕስራን ኣብ እዋን ህዝቢ ውሳነ ብረክዚት ጎስጓሲ ምውጻእ ብርጣንያ ካብ ሕብረት ኤውሮጳ ዝነበረ ሰር ጂም፣ እታ ሓዳስ ኣርባዕተ ብ ኣርባዕተ መኪና ኣብ ፈረንሳ ክትስራሕ ምዃና'ዩ ገሊጹ። ኩባንያ ኢኒዮስ ኣብ ክልተ ሽሕን ዓሰርተ ሸውዓተን ነቲ ኣብ ሓደ እዋን ተዋሳኣይ ስቲቭ ማክዊን ዝኽደኖ ዝነበረን ከም በዓል ዴቪድ ቤካም ዝኣመሰሉ ንጃኬታቱ ሞዴል ዝኾንዎን ኣፍራዪ ክዳውንቲ ሞተር ብሽክለተኛታት ቤል ስታፍ ዓዲጉ። ኢኒዮስ ኣብ ውድድር መኪና ምስ እትነጥፍ ጋንታ መርሰደስ ኤፍ-ዋን'ውን ሽርክነት ኣለዎ። ከምኡ'ውን ኣብ ክቲሽን ዓሰርተ ትሽዓተ፣ ሰር ጂም፣ ሓድሽ ወናኒ ናይ ሓንቲ ልዑል ሽም ዘለዋ ፕሮፌሽናል ጋንታ ብሽክለታ ቲም ስካይ ኰይኑ። ሕጂ እታ ጋንታ ኢኒዮስ ግሪናይደርስ ተባሂላ ትጽዋዕ ኣላ። ሰር ጂም ኣብ ኩዕሶ እግሪ ድሌታት ነይርዎ እዩ። ንፈረንሳዊት ክለብ ኒስን ስዊዘርላንዳዊት ጋንታ ሎዛን ስፖርትን ድማ ይውንን። ኣብ ዝሓለፈ ዓመተ ግንቦት ድማ ወናኒ ጋንታ ቸልሲ ሮማን ኣብራሞቪች ነታ ጋንታ ንመሸጣ ድሕሪ ምቕራቡ እቲ ቢልዮነር ንኽዕድጋ ኣርባዕተ ነጥቢ ዕስራን ሓሙሽተን ቢልዮን ፓውንድ እንተቕረበ'ኳ ክዕወት ግን ኣይከኣለን። ኣብቲ እዋን ንቢቢሲ ስፖርት ኣብ ዝሃቦ ሓበሬታ ደጋፊ ማንቸስተር ዩናይትድ ከምዝኾነ ብምሕባር ነታ ዝድግፋ ጋንታ ብጨረታ ክዕድጋ ዘይፈተነሉ ምኽንያት ድማ ንመሸጣ ብዘይምቕራባ ምዃና ገሊጹ። ድሕሪ ሎሚ ግን ብመሰረት እቲ ኣብ ድሮ በዓል ልደት ዝተኣወጀ ስምምዕ፣ ንንጥፈታት ኩዕሶ እግሪ ዩናይትድ ክቆጻጸር'ዩ። ወዲ ሰብዓን ሓደን ዓመት ራትክሊፍ ንመጻኢ ኣብ ኦልድ ትራፎርድ ንዝግበር ወፍሪ እውን ሰለስተ ሚእቲ ሚልዮን ዶላር ክህብ ምዃኑ ገሊጹ'ሎ። እምበኣርከ ዝኸበርኩም ተዓዘብቲ ናይ ሎሚ ትሕዝቶና ኣብዚ ንፍጽም፣ ኣብ ቀጻሊ ብኻልእ ትሕዝቶ ክሳብ ንራኸብ ሰላም።